ሃሎ ኣለ ስዛመን ሄርሴሽ ቪልኮመን ስማየን ካናል ሰላመ ተኸታተልቲ ናይዚ መደብ ከመይ ኣለኹም ኣነ ኣምላኽ መዝገን ጽቡቕ ኣለኹ ንስኹም ከ ከማይ ክትህልው ናይ ወትሪ ተስፋ እዩ እዚ ዘቕርበልኩም ዘለኹ ቪድዮታት ሓጋዚ ኮይኑ ክትረኽብዎ ተስፋ ኣለና ሓጋዚ ኮይኑ ተረኺብኩሞ ሼር ላይክ ሳብስክራይብ ኣይትግደፉ ይርዳእኒ ጠፊኣኩም ቀኒየ ግን ምስ ናይ ትምህርቲ ጉዳይ ኣይጠዓመኒ ስለ ዝቐነየ ቀልጢፈ ከምፃልኩም ኣይከኣልኩን ሕጂ ግን ከምቲ ልሙድ ሓንቲ ቪድዮ ሒዘልኩም ቀሪበ ኣለኹ እዛ ቪድዮ ከዓ ሓጋዚት ኮይና ክትረኽብዋ ተስፋ ኣለኒ ማለት እዩ ሕጂ ዘረባ ከይብዛሓልኩም ዳይሬክትሊ ናብታ ቪድዮና ክንኣቱ

ቬረንድ ቬረንድ እዚኦም ሕጂ ክንሪኦም ኢና እዚኦም እንታይ መመሳሰሊኦም ወይ ከዓ እንታይ ከዓ ትፍልለዮም ክንሪኦም ኢና ማለት እዩ እንታይ ትርጉሞም እንታይ ትፍልለዮም ከመይ ከመይ ጌርካ ትጥቀመሎም ሓደ ብሓደ ዛይጌም ክበሃል ከሎ ኣብ ቋንቋ ትግርኛ ካብ ከምዚ ኣትሒዙ ማለት እዩ ካብ ኣትሒዙ ዝብል ኣብ ቋንቋ ትግርኛ ዛይዴም ኣብ ዶች ማለት እዩ ሕጂ ዛይዴም ንዛይት ንኸ እንታይ ፍልልዮም ክንሪኦም ኢና ሕጂ Seitdem ich nach Deutschland gekommen bin besuche ich Deutschkurs እንታይ ብላ ኣለኹ ብዘ ብትግርኛ ከነተርጉሞ ከለና ካብ ጀርመን ዝመፅእ ኣትሒዘ ናብ ኮርስ ቋንቋ ጀርመን ይመላለስ ኣለኹ እብል ኣለኹ ሕጂ ክልተ ሰንተንስ እየ ኣዳልየ ዘለኹ ኣብዚ ሓንቲ ኔቨን ዛትስ ሓንቲ ከኣ ሃብቲ ዛትስ እታ ኔቨን ዛትስ እታ ምስ ዛይት ድም ዘላ ሰንተንስ እያ ሕጂ እንታይ ይብል ኣለኹ ካብ ጀርመን ዝመጽእ ኣትሒዘ ክብል ከለኹ ዛይት ድም ኢሽ ናኽ ዶችላንድ ደጊኮ ቢን ይብል ኣለኹ ካብቲ ጀርመን ዝመጽእ ከለኹ ኣትሒዘ በዚ ቆይሽ ዶች ኮርስ ኣብ ቋንቋ ጀርመን ኮርስ ናይ ቋንቋ ጀርመን እመላለስ ኣለኹ ወይ ቋንቋ ጀርመን እመሃር ኣለኹ እብል ኣለኹ ስለምንታይ እታ በዝኹ እሽ ዶች ኮርስ ገይረ እያ ምክንያቱ ስጋ ሕጂ ኣይወዳእኩን ኣለኹ ቋንቋ ጀርመን እንተኮይነ ኣለኹ በዝኹ እሽ ዶች ኮርስ እብል እንተ ወዲእ ኣለኹ ኮይነ ጀርመን ኮርስ ከ ሃበ እሽ ዶች ኮርስ በዝኹ ትብል ማለት እዩ

ሕጂ እታ ዛይት ማይና ኣይንራይዘ ናክ ዶችላንደ በዙኸ እሽ ዶችኮርስ እንታይ እብል ኣለኹ? ብትግርኛ ክተርጉሞ ከለኹ ካብ ጀርመን ዝኣቱ ኣትሒዘ ናብ ኮርስ ቋንቋ ጀርመን ይመላለስ ኣለኹ እብል ማለት እዩ። እታ ዛይት ኣብቲ ኑል ፖዚሽን ክትህሉ ከላ ኣብቲ ማይና ራይዘ ናክ ዶችላንደ ከኣ ኣብቲ ፖዚሽን ኣይንስ ኣላ በዙኸ ከምቲ ልሙድ እቲ ቨርብ ኣብ ፖዚሽን ዝቫይ ኣሎ። እቲ ከምቲ ልሙድ ቨርቭ ኣብ ፖዚሽን ዝበይ ኣሎ ድሕሪኡ ተረፈ ማለት ንፅሕፎ ማለት እዩ ሕጂ ከምዚኣ ገይረት እያ ክልተ ሰንተንስ ገይረ ላጊብያ ዝነበርኩ ኣብ ሓንቲ ሰንተንስ ፅሒፍ እያ ኣለኹ ማለት እዩ ሕጂ ትርጉሞም ሓደ ኮይኑ ዛይደም ንዛይድኒ ግን ኣብቲ ፅሕፎ ስትራክቸር ናይ ሰንተንስ ይፈላለ ማለት እዩ ተወሳኺ ኤግዛምፕል ኣሎ ብዚ ቀሪብኩም Seitdem sie geheiratet haben, wohnen sie in Dortmund እዚ ብትግርኛ ክነተርጉሞ ከለና ካብ ዝምርዓዉ ኣትሒዞም ኣብ ዶርትመንት ይቕመጡ ኣለዉ ብላ ኣለኹ ማለት እዩ ክልተ ሰብ ሓዳር ኣብዚ ነዚኣ ከመይ ገይረ ብሓንቲ ሰንተንስ ክፅሕፋ ብዛይድ ገይረ እንተደልየ እቲ እዚ ጋይራ ትታበን ከመይ ገይረ ሓንቲ ኖመን ንዓን ፓስ ትገብር ሓንቲ ምስአን ትሰማማዕ ኖመን እደሊ ማለት እዩ

ክንብል ንኽእል ኢና ማለት እዩ ሕጂ ከምዚ ዝብለኩም ዘለኹ እቲ ዛይትን ዛይት ዴምን ካብ ገለ ግዜ ትሒዙ ስቲል ናው ዝቕፅል ዘሎ እንተኾይኑ ዛይት ዴም ትጥቀም ማለት እዩ ናብ ካልእ ክሕልፈኩም ሕጂ ናብ ናኽዴም ወይ ናኽ ትርጉሞም ድሕሪ ኮይኑ መኣስ ንጥቀመሎም ከዓ ሕጂ ክንሪኦም ኢና እንታይ ትፍልልዮም እቲ መሰስሎም ከኸመይ እዩ ክንርኢ ኢና ማለት እዩ ሕጂ ሓንቲ ኤግዛምፕል ኣብዚ ቀሪበልኩም ኣለኹ ናክዲየም ዲያክሪክ ኢንደት ሃተ ሃት ኤያ ዛይንላንድ ፈርላሰ እዚ እንታይ ማለት እዩ ድሕሪ ኩናት ምውድኡ ንሱ ንሃገሩ ገዲፍዋ ማለት እዩ መጀመርታ እቲ ክሪክ ተወዲኡ እቲ ኩናት ተወዲኡ ድሕሪኡ እሱ ንዓዱ ገዲፍዋ ንሃገሩ ገዲፍዋ ሕጂ ኣብዚ እንታይ ተጠቂመ ኣለኹ ሓደ ፕሉስኳም ፐርፌክቶ ተጠቂመ ኣለኹ እዛ ሰዋይ ኣነ ንመጀመርታ ነቲ ናይ ቀዳማይ ዘጋጠመ እንታይ ብምንታይ ገይረ ፅሒፈ ኣለኹ በቲ ፕሉስኳም ፐርፌክቶ ፅሒፈ ኣለኹ ክልቲኦም ኣብ ፋርጋንጋን ሃይት ኣጋጢሞ ክንሱ ክልቲኦም ናይ ሕሉፍ ክንሶም ግን እቲ ሓደ ፕሉስ እቲ ሓደ ብፕሉስኳም ፐርፌክት ገይረ ክሰርሖ ከለኹ እቲ ሓደ ከዓ ብኖርማል ፐርፌክት ገይረ ሰሪሐ ኣለኹ እሶም ክልቲኣቱ ወላ ብ ኖርማል ፐርፌክት ጌርካ ክትጽሕፎ ትኽእል ኢኻ ግን ዝበለጸ እዚ ማለት እዩ እቲ ፕሉስ ኳም ፐርፌክት ኣብ ከምዚ ኢና ንጥቀመሉ ነቲ ሓደ ሲትዌሽን እቲ ሓደ ሲትዌሽን ዝቕድሞ እንተኾይኑ እቲ ሓደ ቅድም ንእትዎ ብፕሉስ ኳም ፐርፌክት ጌርና ንሰርሖ እቲ ሓደ እቲ ሓደ መጽእ ማለት እዩ ኦኬ እዚኣ ከመይ ጌርና ብናክ ጌርና ክንሰርሓ ክንጽሕፋ ንኽእል እዚ እንታይ ይገብር ካብዛ ጌኢንደ ተሃተ ትብል ዘላ ካብዛ ቀዳማይቲ ኔብን ዛትስ እንታይ ይገብር ሓንቲ ኖመን ከውፅእ እፍትን ማለት እዩ ጌኢንደት ሓንቲ ኖመን ናቱ እንታይ እያ ኢንደ ማለት እዩ ሕጂ እንታይ ይብል ድሕሪ ናኽ ኩሉ ግዜ ናኽ ድሕሪ ድመፅእ ኩሉ ግዜ ኣብ ዝኾነ ይኹን ኣጋጣሚ ዳቲቪ ሕጂ እንታይ ይገብር

እሱ ንሃገሩ ገዲፍዋ ብላልኹ ማለት እዩ ኣብዚ ኤግዛምፕል ኣለና ካልእ ክንርኢ ኢና ብሓንሳብ እዚ መጀመርታ መን እዩ ክውዳእ እቲ ቢዝባይ ኮርስ እዩ ክውዳእ ድሕሪኡ ሃውስ ቢልዲንግ ክገብር እዩ ዛስዋይ ካተይ ቢዝባይ ኮርስ ብኖርማል ብጌግን ቫርት ወይ ብፕረዘንስ ጌራ ፅሕፎ ከለዎ እቲ ናይ ኣውስቢልዲንግ ምግባር ካብ ብምንታይ ገይረ ፅሒፈ ኣለኹ ብ ስኩንፍቲ ገይረ ፅሒፈ ኣለኹ ሕጂ እንታይ ብላ ኣለኹ ናዴም እሽ ቢዝባይ ኮርስ ኣብሽሊሰ ቬረደ እሽ ኣይነ ኣውስቢልዲንግ ማኻን ኖርማል ክልቲኡ ብፕሬዘንስ ጌርካ ትፅሕፎ ትኽእል ኢኻ ግን ፀገም ደብ- እ፣ ፀገም ዘለዎ ኣይኮነን ከምዚ ጌርኩም ተፅሒፍሞ ግን ዝበለፀ ማለት እዩ ናቅዴም እሽ ቢዝባይ ኮርስ ኣብሽሊሰ ማኸ እሽ ኣይነ ኣውስቢልዲንግ ክብል ይኽእል እዩ ማለት እዩ ነዚኣ ከመይ ገይረ ናብ ናኽ ክቕይራ ክእል ሕጂ ክንሪኣ ኢና ብናኽ ገይረ ከመይ ገይረ ኣብ ሓንቲ ሰንተንስ ክፅሕፋ ክንሪኣ ኢና ማለት እዩ ሕጂ እንታይ ገብር ካብታ ኔቨንዛትስ ዝነበረት ናይ ናኽ ዴም ናኽ ዴም እሽ ዴም ቢዝባይ ኮርስ ኣብ ሽሊሰ ትብል ዘላ ሓንቲ ኖመን ከውፅእ ካብኡ ናኽ ዴም ኣብ ሹሉስ ደስ ቢዝባይ ኮርስስ ዝብል ማለት እዩ ከም ደልኩም ከኣ ክልተ ኖመን ክጋጠሙ ከለዉ ብገነቲቭ እዮም ዝጋጠሙ ኮርስኒ ኣብሽሉስኒ ኣለዉና ኣብዚ ኮርስኒ ኣብሽሉስኒ ኣለዉና ንዖም ከተላግብ ተኮንካ ከ ደስ ገነቲቭ ትጥቀም ማለት እዩ እጂ ናክዴም ኣብሽሉስ ደስ ቢዘዋይ ኮርስ ቪርደ ኢሽ ኣይነ ኣውስቢልድን ማኸን ትብል ማለት እዩ ኦኬ እዚኣ ተረዲኣትኩም ክትከውን ናይ ናክዴብነ ናይ ናክሚ ከኣ ተስፋ ገብር ማለት እዩ ሕጂ ናብተን ካልእ ተሪፍና ዘሎ ክንከይድ ኢና ኣልስ ቬን ባይ እዚኦም ከም መኣስ ንጥቀመሎም ሕጂ ንርኢ ኢና ኣልስ ማለት ኣብ ግዜ ማለት እዩ ቬን ማለት ከዓ እንተ ወይ ኣብ ግዜ ባይ ከዓ ኣብ ግዜ ማለት እዩ ሕጂ ግን እንታይ ፍልልዮም መኣስ መኣስ ንጥቀመሎም ኣበይ ንጥቀመሎም ከመይ ጌርና ከንፅሕፎም ክንርኢ ኢና ጂና እዚኣ ኤግዛምፕል ብሓንሳብ ኮይና ንርኣያ። ኣልስ እሽ ናክ ሆላንድ ገፋርን ቢን ሃበ እሽ ኣይን ሜድሽን ከንንግለርንት እንታይ ብላ ኣለኹ እዙይ ኣብ ግዜ ናብ ሆላንድ ዝገሽክሉ ሓንቲ ጓል ተላለየ ብላ ኣለኹ ማለት እዩ ሕጂ ክልተ ሰንተንስ ኣዳልየ ኣለኹ ሓንቲ ናብ ሆላንድ ዝኸድክሉ ማለት እዩ ኣብ ግዜ ናብ ሆላንድ ዝኸድኩሉ ብላይ ኣለኹ ክጽሕፍ ኣለኹ ድሕሪኡ ከኣ እቲኣ ሓንቲ ጓል ተላለየ ከኣ ኣላግብ ኣለኹ እቲኣ መጀመርታ እታ ኔቨንዛድስ ክትኮን ከላ ድሕሪ ከኣ እታ ሃብትዛድስ ማለት እዩ እዚኣ ሕጂ ብቬን ጌርካ ሓንቲ ሰሪሐልኩም ኣለኹ እታ ፍልልያ ካብዚኣ ጌን እሽ ናክ ሆላንድ ፋረ በዙክ እሽ እዚ እንደብላልኹ ናብ ሆላንድ ኣብ ዝገሽኩሉ ንዓኣ ክበፅሓ የብላ ኣለኹ ማለት እዩ መጀመርታ መን ኣጋጢሙ እቲ ምስታ ጓል መለላይ ኣብ ሕሉፍ ኣጋጢሙ ብሕጂ ነታ ጓል ኣብ ናብ ሆላንድ ኣብ ዝገሸሉ ኸ ነታ ጓል ክበፅሓ የብላ ኣለኹ ቃልስ ዝበሃል ኩሉ ግዜ መኣስ ንጥቀመሉ ኣብ ሕሉፍ ግዜ ኮይኑ ሓንቲ ግዜ ንደጋጥም ነገር ኣብ ሕሉፍ ሓንቲ ግዜ ንደጋጥም ነታ ጓል ሓንቲ መዓልቲ እየ ተላለያ እሳ ከኣ ሓንቲ መዓልቲ ስለ ዝኾነት ብኣልስ ገይረ ጽሒፈያ ኣለኹ ምልላይ ብዙሕ ነገር ተተኸውን ምስ ብዙሕ ግዜ ዝወሰደለይ ተተኸውን ከኣ እንታይ ምል ቪን ማለት እዩ ኣልስ ዝበሃል ኣብ ሓንቲ ኣጋጣሚ ኣብ ብሕሉፍ ኮይኑ ብ ሓንቲ ኣጋጣሚ ዘጋጠመ እንተኾይኑ ቃልሲ ንጥቀም ማለት እዩ። ቬን ከኣ ኣብ ሕሉፍ ብተደጋጋሚ ምስ ዘጋጥም ቬን ንጥቀም። ንናይ ሕጂ ነገር ኣብ ህሉው ግዝያት ቬን ንጥቀም፣ ኣብ መጻኢ ከኣ ቬን ንጥቀም። ቬን ኣብ ኩሉ ኢኻ ትጥቀመሉ፣ ቃልስ ግን ሓንቲ ግዜ ኣብ ሕሉፍ ዘጋጠመት እንተኾይና ቃልስ ንጥቀም። ብዙሕ ግዜ ዘጋጠመ እንተኾይኑ ግን ቬን ንጥቀም ማለት እዩ። ሕጂ ነዛ ጓል ሓንቲ መዓልቲ ተላልየያ ንሱ ከኣ ናብ ሆላንድ እንዳገሽኩ ከለኹ that's why ኣልስ ተጠቂመ ዘለኹ ብሕጂ ንድገብሮ ነገር ግን ኣነ ንሆላንድ እንተገሸ ብላ ኣለኹ ሕጂ እታ ጓል ክበጽሓ እብል ስለ ዘለኹ እንታይ ገጥቅም ቬን እጥቀም ማለት እዩ ባይ ንርኣያ

ካብ ክንዲ ገፋር እምቢኒ ኢለ ዘናውሖ እንታይ ጥቅም ማይናፋር ትብል ማለት እዩ ኣብ ጉዕዘ ይብል ኣለኹ ማለት እዩ ባይ ማይናፋር ትናኽ ሆላንድን ኣብ ግዜ ጉዕዘይ ናብ ሆላንድን ኣብ እሽ ኣይን ሜድሽን ከደንገላር እንት ኢለ ከዓ እውዳኣ እዚኣ መዘል ናይ ኣለስ ናይ ቬን ናይ ባይ ትፍልልየን ማለት እዩ ከመይ ከመይ ጌርካ ትጥቀመሉ ከምዚ ጌርና ንጥቀመሉ ካልእ ኤግዛምፕል ቀሪበልኩም ኣለኹ ክንሪኤን ኢና ቬን ኤስ ሬግነት ብላይ በኢሽ ሳውዘ ሕጂ ቬን ኤስ ሬግነት ክብል ከለኹ እንታይ ማለት እዩ ኩሉ ግዜ ዘጋጥም ኣብ ማይ ዳሃርመሉ ማለት እዩ ኣብ ግዜ ማይ ዳሃርመሉ ኣነ ገዛ ብፅንሕ ኣይወፅን እየ ደገ ማለት እዩ እዚ ትርጉሙ ከነተርጉሞ ከለና ሕጂ እንታይ ማለት እዩ ትማሊ ኹን ሎሚ ኹን ፅባሕ ኹን ኩሉ ግዜ ኣብ ማይ ዳሃርመሉ ብባይ ጌርና ክንሰርሓ ከለና ከምዚ ትመስል ባይም ሬገን ብላይ በኢሽ ዝሃውዘ ነታ ቬን ኤስ ሬግነት ነበረት ናብ ሓንቲ ኖመና ኣፅቢበያ ኣለኹ እሳ ከዓ እንታይ ማለት እዩ ሬገን ኣብ ግዜ ዝናብ ኣነ ኣብ ገዛየ ኮፍ ድብል እብል ኣለኹ ማለት እዩ ሓደ ግዜ ዘጋጠመ ኔሩ ተተኮንካ ብኣልስ ምጸሓፍክዎ ናይ ትማል ጥራይ ክዛረብ ተኮይነ ሕጂ ብኣልስ ከርእየኩም እየ ትማል ጥራይ ማይንድ ሃርም ኣብ ገዛ ኮፍ ኢለ ደገ ዘይወጻኩ ተኮይነ ብዛዕባ ትማል ጥራይ ዝዛረብ ተለኩ ኮንክሪት ጌረ ሓሳባተይ ብዛዕባ ናይ ትማል ጥራይ ተኮይኑ እንታይ ይጥቀም ካብ ክንዲ ቪን ኣልስ ይጥቀም ማለት እዩ ከምዚ ደልኩም ቪን ማለት ሎሚ ወይ ንመጻኢ ወይ ከኣ ኣብ ሕሉፍ ኮይኑ ብዙሕ ግዜ ተደጋገመ ተኾይኑ ኣልስ ግን ብዛዕባ ሓንቲ ግዜ ኣብ ሕሉፍ ደጋጠመት ተኾይና ግን ብኣልስ ትጥቀም ማለት እዩ ሕጂ ብዛዕባ ናይ ትማል ጥራይ ክዛረብ ተኾይነ ኣልስ ኤስ ጌስተርን ግሬግነት ሃት ቫር ኢሽ ሰሃውዘ እዚኤን መስልታ ፍልልየን ተረዲኣትኩም ክትኮን ተስፋ ገብር ሕጂ ከኣ ናብ ካልእ ከርእየኩም እየ ሕጂ ኣቲ ቢስ ዝበሃል ወይ ቢሱ መኣስ ንጥቀመሉ እንታይ እዩ ትርጉሙ ከመይ ከመይ ጌርና ንጥቀመሉ ክንርኢ ኢና ቢስ ማለት ወይ ቢሱ ማለት ክሳብ ማለት እዩ ቢስ ሕጂ ከም ልክዕ ከምታ ዘለኩም ክሳብ ማለት እዩ ቢሱ መኣስ ንጥቀም ከኣ ኣብዚ ኣምፅልኩም ኣለኹ ቢስ ስዋ ኣንኩኖፍቲ ደስ ሱግስ ሃበ ኢሽ ሚት ማይነ ሞታ ቴሌፎን ኒርት እታ ስዋ ሕጂ ሱ ፕሉስ ዲያ እዩ

ምስ ኣደይ ዕሊለ ብላለኹ ማለት እዩ። ቢስማን ደስ ረንት ኣልታ ኤራይሽት ዞልተ ማን ኒሽት ሚት ዴም ኣርባይት ኣውፎረን። ዞልተ ጌሬ ደለኹ ሕሉፍ ኣይኮነን እንታይ ደኣ ዝኾነ ነገር ንሰብ ትመክር ተለኻ ወይ ሓደ ራትሽላክ ሓደ ምኽሪ ትህብ ተለኻ ኮንካ ናብ ዞልማ እንተይኮንካ ክትፅሕፍ ዘለካ ዞልተ ኢልካ ኢኻ ትፅሕፍ ክትፅሕፍ ከለኻ ኩሉ ግዜ ኣብ ምኽሪ ዞልተ ከጥቀም ሕጂ ከምዚ ትርእይዎ ዘለኹም ቢስማን ደስ ረንተ ኣልታ ኤራይሽት ዘልቶማን ኒሽት ሚት ቢያ ኣርባይት ኣፎረን ክሳብ ዝኾነ ሰብ ኣብቲ ናይ ጥሮታ ዕድመ ዝበፅሕ ስራሕ ከቋርፆ የብሉ ንብል ኣለና ማለት እዩ እዚኣ ብቢሱ ጌርና ክንፅሕፋ ከለና ከመይ ጌርና ነታ ኔቨንዛትስ ነበረት ቢስማንዳስ

ናይ ቢስ ከኣ ወይ ናይ ቢሱ ተረዲኣትኩም ክትከውን ተስፋ ገብር ዝኾነ እንተዘይተረዳእኩም ኣብ ኮመንት ጸሓፉለይ ኣብ ኮመንት ክምልሰልኩም እኽእል እየ ኤግዛምፕል ኣብዚ ቀሪበልኩም ኣለኹ ሓንቲ ቀላል ኤግዛምፕል ቢፎር ኢሽ ኢሰ ትሪንከ ኢሽ ኢማባሰር እንታይ ብል ኣለኹ ቅድሚ ምብልዐይ ሕጂ ቢፎር ዴም ኢሰን ትሬንከዒሽ ኢማ ቫሰር እንታይ ይብል ኣለኹ ቅድሚ መግቢ ኩሉ ግዜ ማይ ሰቲ ብል ኣለኹ ማለት እዩ ካልእ ኤግዛምፕል ኣብዚ ከዳለወልኩም እየ መጀመርታ ዘጋጠመ ኮርስ ማትስ ኮርስ ተሳቲፉ ድሕሪኡ ፕራክቲኮም ጀሚሩ ማለት እዩ ሕጂ ክልቲኣቶም ኣብ ሕሉፍ ኮይኖም ሓዲኦም ቅድሚ እቲ ሓደ ተኮይኑ ነቲ ሓደ ብፕሉስካም ፐርፌክት ጌርና ንሰርሖ ማለት እዩ That's why ከኣ ሕጂ ቢፎር እያ ዳስ ፕራክቲኮም ኣንገን ፋንገን ሃት ሃት እያ ኣነ ኣይነም ማተኮር ስታይል ግኖመ ንብል ኣለኹ ክልቲኦም ጌርኩም ብኖርማል ፐርፌክት ክልቲኦም ክትፅሕፍዎም ትኽእሉ ኢኹም ፀገም ዘለዎ ኣይኮነን ግን ከም ዝተፅሓፉ እያ ካድ ድበለፀ ማለት እዩ ከመይ ጌርና እዚኣ ናብ ሓንቲ ሰንተንስ ብፎር ጌርና ነፅርያ

እኖም ከተላግብ ከለኻ ብኬኔቲቭ ኢኻ ተላግብ ኢለኩም እየ ሕጂ እንታይ ንጥቀም ዳስ ፕራክቲኮም ነበረ ደስ ፕራክቲኮምስ ንብል ኣብ ኬኔቲቭ ሃት ኤያ ኣን ኣይንም ማተኮር ስታይል ግኖም ንብል ኣለኹ ማለት እዩ ነዚ ከምዚኣ ጌርካ ነተን ክልተ ሰንተንስ ነበረት ናብ ሓንቲ ሰንተንስ ሳፅር እያ ናብ ካልእ ኤግዛምፕል ክንሓልፍ፣ ቢፈር ዱ ሽሌፍስት ዞልተስ ዱ ዳይነ ሴነ ፑትሰን፣ እዚኣ ነቶም ስኖም ደየጽርያ ትምልከት። እንታይ ትብል ኣላ ኣብዚ ቅድሚ ምድቃስካ ስንኻ ከተጽርዮ ይግባኣካ ትብል ኣላ ማለት እዩ። እዚኣ ብኖርማል ሰንተንስ ጌርና ክንጽሕፋ ተኾይና ብፎር ጌርና ናብ ሓንቲ ሰንተንስ ክንጽሕፋ ተኾይና ነታ ቢፎር ዱ ሽሌፍስ ትብል ዘላ ናብ ሓንቲ ኖመን ከነምጽኣ ኢና ፎር ዴም ሽላፈን ንብል ኣለና ማለት እዩ። ኣብ ሓንቲ ጥርኒፍኒ ኣለና ዞልተስ ዱ ዳይነ ሴነ ፑትሰን ቢፈር ዱ ሽሌፍስ ዞልተስ ዱ ዳይነ ሴነ ፑትሰን ቅድመ ምድቃስካ ኣፍካ ከተጽርዮ ይግባኣካ ኢልካ ትምዕዶ ኦኬ ናይ ቢፎር ን ፎር ን ከኣ ተረዲኣትኩም ክትከውን ተስፋ እገብር ሕጂ ናብ እታ ናይ መወዳእታ ክንከይድ ኢና እሳ ከኣ ኣብ እዋን ክትብል ከለካ ቬረንድ ጥቀም ቬረንድ ኤያ ኣርባይትት ሆርቲ ኤያ ኦፍት ሙዚክ እንታይ እብል ኣለኹ ቬረንት ፕሉስ ጌነቲቭ ጌርና ከኣ ነቲ ክልተ ሰንተንስ ነጸንሓ ኣብ ሓንቲ ሰንተንስ ከነጽርያ ንኽእል ኢና ሕጂ ብዚ ክትርእዩኒ ኢኹም ነታ ኣርባይትን ትብል ነበረት ናብ ኖመን ኣርባይት ኣምጽኤ ብጌነቲቭ ጽሒፈያ ኣለኹ ቬረንትን ዛይን ኣርባይት ኮርቲ ኤያ ኦፍድ ሙዚክ እንታይ ይብል ኣለኹ ኣብ ግዜ ስራሕ ኣብ እዋን ስራሕ ኩሉ ግዜ ሙዚቃ ትሰምዕ ይብል ኣለኹ ማለት እዩ ካልእ ኤግዛምፕል ኣብዚ ከርእየኩም እዩ ቬረንድ ኢሽ ኢዝ ስፓንያን ቫር ሃበ ኢሽ ስፓኒሽ ግለርንተ ኣብ እዋን ኣነ ኣብ እስጳኛ ከለኹ እስጳኛ ተማሂረ ይብል ኣለኹ ማለት እዩ ከመይ ገይረ ናብ ሓንቲ ቅፅሪ እያ ካብ ዝኸ Gerund meines Aufenthalts in Spanien habe ich Spanisch gelernt። ስጳኛ ተማሂረ እብል ኣለኹ ማለት እዩ። Aufenthalte እብ ወላ በቲ Aufenthalte Titel ድባል እዚ ኣውስባይስ ናትና ብከምኡ ክትፈልጥዎ ትኽእሉ ኢኹም። እሱ ከዓ እቲ ምቕማጥካ ማለት እዩ። ኣብዚ ከዓ እንታይ ኣለካ ቬረንድ መዓስ ክትጥቀመሉ ትኽእል ኢኻ ከዓ ዝኾነ ሰብ ስኻ ካልእ እንዳገበርካ ክልተ ነገር ፓራለል ኣብ ዝኽደሉ ነገር ስኻ እንዳሰራሕካ ከለኻ ገለገለ እንዳገበርካ ከለኻ ሓደ ሰብ ከኣ ካልእ ዝገብር ተሎ ኮይኑ ንዑ ክትገልጽ ተኾይንካ ቬረንድ ትጥቀም ከምዚ ሕጂ ንኣብነት ቬረንድ እሽ ዲ ሄምደን ግበጉል ተሃበ ሃት ኤያ ዳስ ሲማ ኣፍ ግረንድ እንታይ ብላ ኣለኹ ኣብ ግዜ ካምቻታተይ ዘስተርረሉ ዝነበርኩ ሱኻ ነቲ ክፍሊ ኣጸራሪዎ ብላ ኣለኹ ማለት እዩ ሕጂ ከምዚ ጌርና ንክልተ ነገር ፓራል ንድኹ ደለዉ ነገራት በዚ ጌርካ ትገልጾም ማለት ብቢቨረ እንተ ጌርካ ትገልጽ ክልተ ማዕረ ማዕረ ድኹ ደለዉ ኮይኖም ኣነ ገለ እንዳ ግብርኩ ከለኹ ሓደ ገለ ትገብር ተለዉ ኮይኑ ብቬረ እንደ ጌርካ ትገልጽ ከምዚ ትርእይዎ ዘለኹም ቬረንድን ወይ ምት ኣልስ ወይ ምት ቬን ማሳሰል እዩ ክልቲኦ ሓደ እዩ ሓደ ኣብ ግዜ ማለት እዩ እዛ ኣብ እዋን ማለት እዩ ተመሳሰልቲ እዮም ክትጥቀመሎም ትኽእል ኢኻ ፀገም ዘለዎ ኣይኮነን ከምዚ ሕጂ ንኣብነት ኣብ ታሓ ቀዳመይቲ ሰንተንስ ቪን ኤ ኣርባይትት ሆርቲ ኤየ ኦፍት ሙዚክ ኣብ ግዜ ስራሕ ኩሉ ግዜ ሙዚቃ ትሰምዕ ትብል ማለት እዩ ናይ ሎሚ ትምህርትና ነዚኣ ትመስል ነይራ ዝኾነ ሕቶ ይኹን ወይ ርእይቶ ወይ ነቐፌታ ተለኩም ኣብ ኮመንት ተጻሓፉለይ እቲ ቡነ ርእይቶ ወይ ነቐፌታ ኩሉ ግዜ ንዓይ ጠቓሚ ስለ ዝኾነ በዚ ትብሉ ዘለኹም ምትብባዕ ከየመስገንኩኹም ክሓልፍ ኣይደልን እየ እዛ ቪድዮ ኣዳልየልኩም ዘለኹ ንዓኹም ሓጋዚት ኮይና ክትረኽቡዋ ተስፋ ኣለኒ። ሓጋዚት ኮይና ተረኺብኩማ ከኣ ሼር፣ ላይክ፣ ሳብስክራይብ እናበርኩም ብፍላይ ሼር እናበልኩም ናቶም ክሕግዞም እያ ዘልኩሞም ሰባት ናብኦም ከም ትበጽሕ ግበርዋ ማለት እዩ። ኣብ መጻኢ ብኻልእ ቪድዮ ከዳልወልኩም እየ። ዝኾነ ሕቶታት ተለኩም ከኮይኑ ከኣ ኣብ ኮመንት ጸሓፉለይ። ንሎሚ ኣብዚ ክንውድእ ኢና። ሰሰናዩ ኣብ ሰላም የራኽበና። ቹዝ